ሰላም ኣሕዋት ኣብዛ ናይ ማት ጀሜትሪ ክላስ እምበኣር ብዛዕባ ብዛዕባ ሰርክል ኮይኑ ትዕዝብትና ኣብ እዚኣታ ቀዳመይቲ ክላስ ኮይና ኣብ ሲርከምፍራንስ ኤርያን ዝተዓለመ ይኸውን ቀፂልና ብዙሕ ኮንሰፕት ናይ ሰርክል ኣሎ ባይዘወይ እቲ በይዝ ናይ ሰርክል ክንሕዝ ስለ ደለና ማለት ምልስ ኢልና ነቲ ኣብ ሃይ ስኩል ዝተምሃርናዮ ኣብዚም ክንደግሞ ስለ ደለና እዩ ሓፈሻዊ ትዕዝብቲ ክንወስድ እንድሕር ድኣ ኮይና ንኣብነት ብምስኣል ንጀምር ሓንቲ ሰልክር ምስ እንስእል ኣብ ጀሜትሪ ኣብኣ ሓደ ክልተ ክንብል ኢና ንኣብነት ድሕሪ ከምዚ ጌርና ስኢልና ንኣብነት እታ ሰርክል እቲ ኣብ ማእከል ደሎ እቲ ሰንተር ናታ እዩ ንኣብነት ንሱ ኦይልና ንፅዋዓዮ ሌተር ኦ ማለት እዩ ንኣብነት ካብ ሰርክል ናብ ካብታ ሰንተር ናብ ሓደ ክፍሊ ናይታ ሰርክል ክሳብ ዘሎ ናብ ሓደ ፀግዒ ማለት እዩ ንኣብነት ነዚ ኤ ኢልና ንስመዮ ነዚ እውን ቢ ኢልና ንስመዮ እንታይ ክንብል ንኽእል ኢና እቲ ሰግመንት ኤቢ ይቅሬታ ሴግመንት ኤቢ ንሱ እምበር እቲ ራድያስ እዩ ራድያስ ናይ ሓንቲ ሰርክል ማለት እዩ ከምኡ እውን እንድሕር ዳኣ ደሊናዮ እንታይ ክንብል ንኽእል ኢና እስኪ ክልተ ዝረብሖ ሰግመንት ኤቢ እቲ ዲያሜተር እዩ ዲያሜተር ማለት እቲ ዝነውሐ ክፋል እቲ ካብ ዝናብ ዝዘሎ ማለት እዩ ንሱ እቲ ዲያሜተር ይበሃል ማለት እዩ ሕጂ ቀፂልና ንናኸ ንብሎ ነገር እንተ ሃልዩ ንኣብነት ኣብ ሰርክል ብዙሕ ነገር ኣለና እታ ሰንተር ክንመልክት እንድሕር ደልና እንታይ ንገብር ከባብ ንስእል ኣብ ማእከላ ነጥቢ ንገብር ነታ ሰንተር ንምሕባር ማለት እዩ እንደገና ቀፂልና እንታይ ንብል እቲ ንዓ ሒዛታ ደላ ሌተር ኦኬ ሕጂ እንታይ ክንቀይርና እምበኣር ኦ ዘይኮነት ኤያ ምክንያቱ ኦ መጀመርታ ሰንተር ንዑ ንምሕባር ነይሩ ሕጂ ግን ካልእ እንተ ኣሽማሃብ ቀይርና እቲ ናታ ምስሊ ቀይርሎ ማለት እዩ ኦኬ እዚ ርኢና ኣለና ቀፂልና እንታይ ክንርኢ ደልየ ኣለኹ እቲ ፎርሙላታት ዝተወሰኑ ናይ ሲርኮንፈረንስ ናይ ኤርያን ድሕር ዳ ናይ ኤርያ እታ ፎርሙላ ክንሪያ እተደሊና ፓይ ኣር ስኬር ወይ ድማ ፓይ ኣር ስኬር ባይዘወይ ፀገም የብሉን ወይ ድማ እንታይ ክንብል ኢና ፓይዲ ዝተመቕሎ ነርባዕተ ማለት እዩ ባይዘወይ ንቐፅል ድሓን ናብ ፓራሜተር ንኽድ ፓራሜተር ከዓ እቲ ስር ኮንፈረንስ ናይታ ሰርክሊ ወይ ድማ ወይ ድማ ሲ ምክንያቱ ስር ኮንፈረንስ ብሲ ስለ ዝጅምር ናይ ስር ኮንፈረንስ ከዓኒ ናይቲ ፓራሜተር ክልተ ፓይ ኣር እዚ እውን ብካልእ ፀሓፋ ንፅሕፎ ንኽእል ኢና እንታይ ማለት እየ ብካልእ ክልተ ፓይ ኣር ካብ በልና እዚ እንታይ ማለት እዩ ክልተ ኣር ማለት እዩ እዚ ከዓኒ ፓይዲ ኢልና እውን ክንረኽቦ ንኽእል ኢና ዜሮ ዜሮ ናብኡ ኢና ንዘውርደልና ፀገም የብሉን ኣብዚ እንታይ ክንገብር ንኽእል ኢና ፓይዲ ዝተመቕሎን ኣርባዕተ ዜሮ ዜሮስ ንሱ እዩ ድመፅ ዘሎ ኦኬ እንታይ ክንብል ኢና? ንሓንሳብ ነዚ ምስ ገበርና እንታይ ክንገብር ኢና? ዝተወሰኑ ስእልታት ክንስእል ኢና። ኣብኦም ተመርኪስና ከዓኒ ካልኩሌሽን ክንገብር ክንጀምር ኢና። ቀዳሚት ክንስእላ ዝደለኹ እ፣ ንኣብነት እምበኣር ዝተወሰኑ ነገራት ክወሃበና እዩ ኤርያ ንበ ራድያስ ኦኤ ተዋሂብና ኣሎ እንታይ ብለና ጊቭን ኣብቲ ናይ ጊቭን ቦታ ሰግመንት ኦኤ ንሱ ሽዱሽተ እዩ ብለና ሽዱሽተ ሰንቲሜተር እዩ ባር ካብዚኣ ተበጊስኩም ዲያሜተር ፓራሜተር ሲርከንፈረንስ ማለት እዩ ከምኡውን ኤርያ ርኸብዎ ይብለና ሕጂ ንሕና እንታ ክንገብር ኢና ንቕድም ዳይሬክት እታ ዲያሜተር ክንረክብ ኢና ዲያሜተር ይኸውን እንድሕር ዳኣ ብፍላይ ራዳስ ተዋሂብና ክልተ ኣሪ ኣብዚ ሕጂ እንታ ክንገብር ኢና እምበኣር ክልተ ኣር ከዓኒ እቲ ካብዚ ናብዚ ዘሎ ቦታ ስለ ዝኾነ ኣር እምበኣር ሽዱሽተ ሰንቲሜተር እዩ ዝረብሖ ብሽዱሽተ ዓሰርተ ክልተ ሰንቲሜተር ቀፂልና እታ ክንረክብ ኢና እቲ ፓራሜተር ወይ ድማ ሲርኮንፌረንስ ማለት እዩ ንሱ ከዓ እንታይ ማለት እዩ ቱፓይ ኣር ዝብል ፎርሙላ ኣለና ኣብ ታሕቲ ነቲ ንውሓት ናቱ ንምርካብ እምበኣር ራድያስ ክልተ ፒ ራድያስ ከዓኒ ሽዱሽተ ሰንቲሜተር እዩ ስለዚ ክልተ ዝረብሖ ሽዱሽተ ዓሰርተ ክልተ ክበና እዩ ዝረብሖ ፒ እንድሕር ደኣ ጌርና ሰላሳን ሸውዓተን ነጥቢ ስሳን ትሽዓተን ክበና እዩ ማለት እዩ ሰላሳን ሸውዓተን ነጥቢ ስሳን ትሽዓተን ሰንቲሜተር ክበና እዩ ማለት እዩ ድሕሪ ደኣ ኤርያ ክንረኽቦ ብደሊና ከዓኒ ኤርያ ናይ ሓንቲ ሰርክል ከዓኒ ፓይ ኣር ስኬር ኢልና እዚ እንታይ ማለት እዩ ፓይ 6 ሰንቲሜተር ሓይሊ ክልተ ኣብዚ እምበኣር 6 ሓይሊ ክልተ 36 ክበና እዩ ዝረብሖ ፒ እንድሕር ዳኣ ገይርና ባይዘወይ ኣነ ካልኩላተር ጥቀም ኣለኹ ንስኹም እውን ከምኡ ክትገብር ተስፋ ገብር እንተዘይኮይኑ ከኒ ፀገም የብሉን ማለት ምክንያቱ ፒ 13 ነጥቢ ዓሰርተ ሰለስተ ነጥቢ ገለ ስለ ዝኾነ ማለት ካልኩሌሽን ክንገብሮ ብሓንጎልና ፀጋሚ እዩ ፀጋሚ ደይኮነስ ግዜ ይበልዕ ሕጂ ንሕና ደልና ድማ እቲ ኮንሰፕት ኣብቲ ርእስና መሓዚ ከመይ ጌርና ንሰርሕ ኣለና ስለዚ ሽዱሸ ዝረብሖ ሓይሊ 236 ኢልና ዝረብሖ ፒን ድሕር ጌርና ከዓኒ 113.09 ሰንቲሜተር ስኬር ክበና እዩ እዚኣ ተቐዳሚቲ ኣብነት እያ ነይራ ካልኣይቲ ኣብነት እንድሕር ደኣ ክንዕዘብ ደሊና እንታይ ይበና ኣብዚ ሕጂ እንታይ ይብለና ኣብ ሓንቲ ሰርክል ሲ ዲያሜተር ናይ ሓንቲ ሰርክል ዓሰርተ ኣርባዕተ እዩ ይብለና ዓሰርተ ኣርባዕተ ሰንቲሜተር እዩ ካብዚኣ ተበጊስኩም ከዓ እንታይ ይብለና ራድያስ ከምኡውን ፓራሜተር ከምኡውን ኤርያ ናይታ ሰርክል ርኸቡ ይብለና ስለዚ ንሕና እንታይ ክንገብር ኢና ብመጀመርታ ኩሉ ግዜ ምስኣል ዝመስልዎ የለን ምክንያቱ ሓደ ካብቲ ከነፅረልና ድኽእል ምስኣል እዩ ስለዚ ክንስእላ ንኽእል ኢና እንታይ ማለት እዩ እዚኣ ኮይና እታ ዲያሜተር ካኒ ካብዚ ናብዚ ዘሎ 14 ሰንቲሜተር ኢልና ኣሎ ሕጂ እምበኣር ካብ ዝተበጊስና እቲ ናብዚ ዘሎ ሲርኮንፈራንስን እቲ ኤርያ ናይታ ሰርክልን እቲ ፍርቂ ናይታ ዲያሜተር ንረኸብዎ ኢልና ኣሎ እምበኣርከስ እዚ ካብ ተረዳእና ንሕናታ ክንገብር ኢና ዳይሬክት ናብ እንዳ ሽሙ ክንከይድ ኮይና እምበር እቲ ራድያስ ዲያሜተር ዝተመቕሎ ንክልተ እዩ እምበር ዲያሜተር 14 ዝተመቕሎ ንክልተ እዩ 67 ሰንቲሜተር ክበና እዩ ራዳስ እዚኣ ረኺብና ያልና ከምኡ እውን ድሕር ቀፂልና እቲ ፓራሜተር ክልተ ፓይ ኣር እዩ ኣርድቲ ራድያሲ እምበኣር ክልተ ፓይ ራድያስ ከዓኒ ሸውዓተ ሰንቲሜተር ኢልና እምበኣርከስ ኣብዚ ክልተ ዝረብሖ ሸውዓተ እንድሕር ጌርና ዝረብሖ እንደገና ፒ እንድሕር ጌርና 43.98 ይበና ማለት እዩ 43 ነጥቢ ሸዓተ ሰንቲሜተር ኦኬ ኤርያ ከዓ ሕጂ ክንረክብ እንድሕር ዳ ደልና ኤርያ እንታይ ድብለና ባይ ኣር ስኬር እታ ናይ ኤርያ ፎርሙል ማለት እዩ እምበኣርከስ ራድያስ ሸውዓተ ኢልናዮ ሸውዓተ ሓይሊ ክልተ ሸውዓተ ሓይሊ ክልተ ኣርባዓን ሸዓተን ክበና እዩ ዜሮ ብሓቢ እንድሕር ጌርና ሚእትን ሓምሳን ሰለስተን ነጥቢ ትሽዓተ ሰንቲሜተር ስኬር ክበና እዩ ማለት እዩ እዚኣ እታ ካልእይቲ ኣብነት እያ ነራ ናብ ሳልሰይቲ ኣብነት እንድሕር ደኣ ከይድና ሳልሰይቲ ኣብነት እንታይ ይብለና ኤርያ ናይ ሓንቲ ሰርክል ኤርያ ናይ ሓንቲ ሰንክል ሰብዓን ሸሞንተን ነጥቢ ሓምሳን ሰለስተን ሰንቲሜተር ስኬር እዩ ይብለና ባር ካብዚኣ ተበጊስኩም ንስኹም እንታይ ረኸቡ ብለና ዲያሜተር ራዲያስ ፓራሜተር ረኸቡ ብለና ኦኬ ንሕና ብመጀመርታ እንታይ ክንረክብ ኢና እቲ ራዲያስ ክንረኽቦ ክንፍትን ኢና ድሕሪ ዳኣ እቲ ትራንስፎርሜሽን ናይ ፎርሙል ጌርና ድሕዳስ ክንረኽቦ ከዓኒ ካብ መጀመርታ እንድሕር ዳኣ ኢልን ርና ኤርያ ናይ ሓንቲ ሰርክል እንታይ ይብለና ቱ ፓይ ኣር ይብለና ክልተ ፓይ ኣር ይብለና ሕጂ ንኣብኡ ነታ ራዳስ ንራዳስ ፌልና ክነውፅእ ኣለና ምክንያቱ ሰካብ በድለየትና ስለዚ ብክልቲኡ ወገን ዝተመቕሎ ብክልተ ዝተመቕሎ ብክልተ ክንገብር ኢና ዝተመቕሎ ብክልተ ፒ ባይዘወይ ዝተመቐሎ ብክልተ ፒ እምበኣርከስ በዚ ሓደ ወገን እንታይ ክበና እዩ ማለት እዩ ራዳስ ይኸውን እዚ በዚ ክጣፋኢ በቲ ብኢድ ፀጋም ከዓኒ ኤርያ ዝተመቐሎ ንክልተ ፒ እዚ ከዓኒ ኤርያ 78 ኢልና ነጥቢ 53 ዝተመቕሎ ንክልተ ፒ እዚ ከዓ እንታይ ክብለና እዩ እምበኣር ሰብዓን ሸሞንተን ነጥቢ ሓምሳን ሰለስተን ዝተመቕሎ ንክልተ ፒ ሰብዓን ሸሞንተን ይቕሬታ ክደግመ እየ ሓምሳን ሰለስተን ተስዓን ሸሞንተን ዝተመቕሎ ክልተ ውሖ ፒ ኦኬ እንታይ ትበና እስኪ

ዒስራን ሓሙሽተን ክበና እዩ እምበኣር ከሳብ እዚኣ ዝተጋገነያ እንተሃልያ ቱፓይ ኣር ደይኮነ እታ ጌጋና እንታይ እያ ነይራ ፓይ ኣር ስኬሪ እታ ፎርሙላ ኣብዚ መፂና እውን ክንሪያ ንኽእል ኢና ኣብዚ መፂና ድሕሪና ፓይ ኣር ስኬሪ ስለዚ እንታይ ይብለና ኣሎ ኣር ስኬር ንበል ክልተ ፓይ ኣር ደይኮነ ብዚ ከዓኒ ንፓይ ጥራይ ንምቀሎ ክንቅፅል ኢና ሽዑ ንፓይ ጥራይ እንድሕር ዳ መቒልናዮ እንታይ ክትበና እያ ኣር ስኬር ኣለና ባይዘወይ እዚ ኣብዚ ከዓ 25 ክትበና እያ ሕጂ ኣርስ ኬር እንድሕር ደኣ ትንርኢ ኣለና ክንቅጽላ ክንድሕር ደልና ብካልእ ሕብሪ እንታይ ማለት እዩ ባር ኣርስ ኬር ይኸውን 25 እንድሕር ደኣ ከም ዝሃሊና ከዓ ብክልቲኡ ራዲካል ንእትዎ ባር ኣርስ ኬር በይኑ ክተርፍ እዩ ኣር ይኸውን 25 ኣብ ራዲካል እንድሕር ኣትዩ ከዓኒ 5 ሰንቲሜትር ክበና እዩ ባር እቲ ራዳስ ረኪብና ያልና ናብቲ ዲያሜትር ክንከይድ ኢና ዲያሜትር ከዓ እንታይ ማለት እዩ ክልተ ራዳሲ ክልተ ዝረብሖ ሓሙሽተ ከኣኒ ዓሰርተ ሰንቲሜተር እዩ ካብዚ ቀፂልና ከዓ እቲ ፓራሜተር እንድሕር ድኣ ክንረኽቦ ደሊና ፓራሜተር ክልተ ፓይ ኣሪ ክልተ ፓይ ዝረብሖ ሓሙሽተ ኣብዚ ከዓ እንታይ በናለ ማለት እዩ ክልተ ዝረብሖ ሓሙሽተ ዝረብሖ ፒ እንድሕር ድኣ ጌርና ሰላሳን ሓደን ነጥቢ ኣርባዕተ ማለት እዩ ሰንቲሜትር እምበር እዚ እቲ ቤዝ ናይ ኣብ ሰርክል ዘሎ ክንፈልጦ ድግባና እዩ ካብ ሃይስኮላት ሒዝና ቀፂልና ኣብ ዝመፅእ ክላስ ካልእ ኮንሰፕት ናይ ሰርክል ክንርኢ ኢና ከምኡውን ኣፕሊኬሽን ክንገብር ኢና ማለት እዩ